ሰላም ንዓኻትኩም ይኹን ነዚ መደብ ዝትከታተሉ ዘለኹም ሎሚ ድማ ኣብቲ ሳልሳይ መፅናዕቲ ኣለና ኣብዚ እንታይ እቲ ዓብ ኣርእስቲ ነዚ ርባዕ እዚ ወይ ድማ ነዚ ዓሰርተ ሰለስተ ሰሙናት ሒዝናዮ ዘለና እንታይ እዩ ዝብል ኣብ እቶን ሓዊ ምስ የሱስ ኣብ ትሕቲ ዝብል ኣርእስቲ ተኸታታሊ መጽናዕቲ ንገብር ኣለና። እዚ ሳልሳይ መጽናዕቲ ድማ ጋብያ ዑፍ ዝብል እዩ። ጋብያ ዑፍ ብቋንቋ እንግሊዝኛ ክልተ ኣሎ እቲ ቃላት ኬጅ ወይ ከዓ ነስት ዝበሃል እዩ። ሕጂ እቲ ቃል ኬጅ ዝብል እዩ ተወሲዱ ዘሎ ማለት እዩ። ስለዚ እንታይ ዓይነት መንፈሳዊ መልእኽቲ ኣለዎ ንዝብል ሕቶ ሓቢርና ክንሪኦ ኢና ማለት እዩ። መጀመርታ ግን ከምቲ ክንገብሮ ዘለና ኩሉ ሳዕ ቃል ኣምላኽ መፅሓፍ ቅዱስ ከነፅንዕ ከለና ንኣምላኽ ስሙ ክንፅዋዕ ኣለና መንፈሱ ከምቲ ንሱ ዝምህሮ ክመርሓና መንፈሱ ምሳና ክኸውን ፍቓዱ ከፍልጠና ክንጽሊ እዩ መጽሓፍ ቅዱስ ዝምህረና እሞ ንጸሊ። ሰማይን ምድርን ኩሉ ዝፈጠርካ ህያው ኣምላኽ ኣምላኽ ኣብርሃምን ይስሓቅን ያዕቆብን ክብርን ምስጋናን ንዓኻ ይኹን ስለ ህይወት ስለቲ ምንባርና ንኩሉ ህይወት ዘድልየና ስለትህበና ተመስገን ስለ ተስፋኻ ስለተጸናንዓና ሕጂ ድማ ነዚ ተተሓሒዝናዮ ዘለና ኣርእስቲ ንስኻ ሕለፎ በዛ መዓልቲ እዚኣ ምሳና ኩን ምስ ኩሎም ዝሰምዑ ምስኦም ኩን ምስትውዓል ሃበና ብስም የሱስ ኣሜን ኣሜን ስለዚ ጋብያ ዑፍ ይብል ማለት እዩ እንታይ እቲኣ እቲ ኣርእስቲ ሓንቲ ዑፍ ነቲ ዝኣተወትሉ ጋብያ እንተሸፊንካዮ ሓዲስ ዜማ ክትምሃር ትኽእል እያ ኣብ ጸልማት እታ ዑፍ ከተተኩርን ሓድሽ ዜማ ክትዝምርን ትኽእል እያ። ሓደ ሓደ ግዜ ኣምላኽ ናብ ክንዮ'ቲ ከቢብና ዘሎ ሽግራት ክንርእየሉ ዘይንኽእለሉ ናብ ዝተሸፈነ ጋብያ ክንውሰድ ይፈቅድ እዩ። እዚ ብኸመይን ስለምንታይን ከም ዝኸውን ሓቢርና ክንርኢ ኢና ማለት እዩ። ብኸመይ ኢና እንፍተን? ወይ ናብ ክትስጉመሉ ዘይትኽእል መድረኽ ምምራሕ እንታይ ማለት እዩ? ኣብ ከምኡ ዝኣመሰለ ኵነታት ክንህሉ ከሎና እንታይ ማለት እዩ? ወይ ድማ ኣብ እተሸገርካሉ ግዜ ክትፍተን ከሎኻ ንፈተና ቅሉዕ ምዃን። ስለምንታይ ኢና እንፍተን? እምነትና ንኽብርትዕ፣ ርእሰ ምትእምማንና ንኽሕይል ዝብሉ ነጥብታት ክንርኢ ኢና ማለት እዩ። ኣብዚ ሕጂ ንሪኦ ዘለና ኣብቲ ስእሊ ስእላዊ መግለጺ ተዳሪእና ያለና ኮይና እዛ ኣብዚ ዘላ ንሪኣ ዘለና ዑፍ ተዓጽያ ኣላ ኬጅ ሕጂ ኬጅ ጥራሕ ኣይኮነን ዘሎ ወይ ድማ ጋብያ ጥራሕ ኣይኮነን ዘሎ ካልእ ድማ እንታይ ንርኢ ኣለና መሸፈኒ ድማ ንርኢ ኣለና ክሽፈን እያ ማለት እዩ ሽዑ እዩ እቲ ሕጂ ዋላ ኣብቲ ኬጅ ከላ ወይ ኣብቲ ጋብያ ከላ ትርኢ ኣላ። ስለዚ ክምህራ እንተደልዩ እቲ ጎይታ እቲ ኣብኡ ዘቐመጣ እቲ መዝሙር ክትመሃር ከምቲ ዝግባእ ኣይትኽእልን እያ ምኽንያቱ እቲ ኣትኩሮት የለን። ግን ዋላ ሓንቲ ኣብ ዘይትርእየሉ ኩነታት ምስ እትህሉ ወይ ድማ ኣብ ውሽጢ እቲ ጋብያ ኣትያ ግን ከኣ ክትሽፈን ከላ ሽዑ ከተተኩር ትኽእል ማለት እዩ ሽዑ ክምህራ ይኽእል እንታይ ዓይነት መንፈሳዊ መልእኽቲ ኣለዎ እዚ እዛ ስእሊ እዚኣ ንረኣያ ኢና ኣብዚ ዘላ ማለት ብሓፈሻ እቲ ጋቢ ኣሎ ግን ከዓ ጨርቂ ከዓ ኣሎ መሸፈኒ እንታይ ዓይነት መንፈሳዊ መልእኽቲ ኣብዚ ድማ እቲ ሰብ ንሪኦ ኣለና ማለት እዩ ኣብ ውሽጢ ተኣሲሩ ኣሎ ተዓፅዩ ኣሎ ማለት እዩ ክሪኦ ኣሎ ኣብ ዘይክእል ካብ ወፃኢት ተፈልዩ ማለት እዩ ስለዚ እንታይ እቲ መንፈሳዊ መልእኽቲ ዝብል ክንርኢ ኢና ናብ ክትስግመሉ ዘይከኣል መድረኽ ምምራሕ ፈርኦን ድማ ብዛዕባ ደቂ እስራኤል በረኻ ውሒጥዎም ኣብ ምድሪ ቀባሕባሕ ይብሉ ኣሉ ክብል እዩ ሕጂ ደቂ እስራኤል ካብ ግብፂ ወፂኦም እንዲዮም ብሓይሊ ኣምላኽ ቀይሕ ባሕሪ መቒሉ ኣምላኽ ኣሕሊፍዎም እንዲዩ ግን ክመርሖም ከሎ ናይ ብሓቂ ብቕድሚኦም ባሕሪ፣ ብየማን ብጸጋም ድማ ኣኽራን፣ ብድሕሪኦም ፈርኦን፣ እዚ ኸኣ ከም ጋብያ እዩ። ሕጂ እግዚኣብሄር እዩ ናብ ከምዚ ዝኣመሰለ ቦታ መሪሕዎም። ብቕድሚኦም ባሕሪ፣ ብየማኖም ብጸጋሞም ኣኽራን፣ ብድሕሪኦም ሰራዊት ፈርኦን፣ ተኸቢቦም ኣለዉ፣ ልክዕ ከምታ ዑፍ ኣብ ጋብያ ተሸፊኖም ኣለዉ። እንታይ እዩ እቲ ዕላማ? ኣብታ ናይ ዑፍ እንተ መጺእና፣ እቲ ሰብ መዝሙር ዜማ ክትመሃር ደልይዋ ነታ ዑፍ። እግዚኣብሄር ግን እንታይ ዕላምኡ? ንህዝቡ ወይ ነቶም ናቱ ዝኾኑ ሰባት ብኸምዚ ዝኣመሰለ መንገዲ ክመርሕ ከሎ እንታይ እቲ ዕላማ? ኣምላኽ ንእስራኤል ካብ ግብጺ ኣድሒንዎም፣ ይኹን እምበር ብቐሊል መንገዲ ክመርሖም ኣይሓረየን፣ ምኽንያቱ ሓሳባቶም ቀይሮም ናብ ግብጺ ገጾም ክምለሱ ይኽእሉ ስለ ዝነበሩ። ኣብቲ ግዜ እቲ ንሱ ገና ይዕልሞም እዩ ነይሩ፣ የሰልጥኖም እዩ ነይሩ። ስለዚ እቲ ሓሳባቶም እውን ናይ ብሓቂ ብሱል ኣይነበረን። ከምዚ ዝኣመሰለ ተኣምራት ገይሩ ዘውፅኦም ኣምላኽ እንደገና ናብ ግብፂ ክምለሱ ከምኡ ኣይደለዮም። ከም ኣቦ ንሕ ዕሸል ታተ ዝብል ቆልዓ ዝኣልዮ እዩ ዝኸውን ዘሎ ማለት እዩ። ንቕድሚት ክኸድሉ ናብ ዘይክእልሉ ቦታ መሪሕዎም፣ ብየማን ብፀጋም ኣኽራን ኣብ ቅድሚኦም ድማ ባሕሪ ነይሩ። እዚ ግን ስለምንታይ? ከምቲ ኣቐዲመ ዝሓተትክዎ ሕቶ ማለት እዩ። ሓደ፣ እቲ ዘድሕን ሓይሉ ንኸርኢ እዩ፣ ርእሱ ክገልጸሎም፣ ንዕኡ ንኽፈልጥዎ። ካልእ፣ ነቶም ዘይኣምኑ ድማ መርትዖ ንምቕራብ፣ ህላውነቱ ንምርግጋጽ ማለት እዩ፣ እግዚኣብሄር። ካልእ፣ ብዛዕባ ህዝቢ እስራኤልከ? ገለ ክመሃርዎ ዝነበሮም ነይሩ'ዩ፣ ኣምላኽ ምስኦም ከም ዝነበረን ካብ ኩሉ ዝገጥሞም ኩነታትን ጉዳያትን ከድሕኖም ከም ዝኽእልን ክኣምኑ ነይሩዎም ማለት እዩ። ስለዚ እቲ እቲ እግዚኣብሄርሲ ንኸጨንቆም ኢሉ ኣይኮነን፣ እንታይ ደኣ ክምህሮም ደልዩ፣ ርእሱ ክገልጸሉ፣ ንዕኡ ክፈልጥዎ፣ ህይወት ንዕኡ ምፍላጥ ስለ ዝኾነ፣ ንሕና ከኣ ብዙሕ ኣቓልቦና ዝስሕት ነገራት ስለ ዘሎ፣ ሓደ ሓደ ግዜ ንዕኡ ጥራሕ ክንጥምተሉ፣ ንዕኡ ጥራሕ ክንሓስበሉ ናብ ዘኽእለና ኩነታት ክመርሓና ይኽእል እዩ። ሓሳባትናን ልብናን ንኣምላኽ ክንውፊ ይግብኣና፣ ብፍላይ ድማ ኣብ ግዜ ጸገማትን ቅልውላዋትን ንኽምህረና ፍቓደኛታት ክንከውን ኣሎና ይብለና። ኣብ ዘጸኣት ዓሰርተ ኣርባዕተ ፍቕዲ ሰላሳን ሓደን ክንረኽቦ ንኽእል ኢና ማለት። ስለዚ ኣይንጨነቕ፣ ብፍላይ እንተ ደኣ ስም እግዚኣብሄር ንጽውዕ ኮይና፣ ንእግዚኣብሄር ከም ጓሳይና፣ ከም መራሒና ጌርና ንቖጽሮ እተ ደኣ ኮይና፣ ከም ሰዓብቲ ኣምላኽ ጌርና ንገዛእ ርእስና ንቖጽራ እተ ደኣ ኮይና፣ እግዚኣብሄር ሓደ ሓደ ግዜ ብዘደንጹ ነገር ክመርሓና ይኽእል እዩ። ሕልናና ክዓርብ የብሉን። ተስፋ ክንቆርጽ የብልናን። ንስሙ ክንጽዋዕ ኣለና። እቲ ቀንዲ ዕላማ እግዚኣብሄር ዝደልዮ ዘሎ እንታይ እዩ? ንዕኡ ክንፈልጦ፣ ብዘይብኡስ ንዝኾነ ይኹን ነገር ከይነምልኽ ስለ ዝደለየ እዩ። ኣብ እተሸገርካሉ ግዜ ክትፍተን ከለኻ፣ ማለት እግዚኣብሄር ኣብ ማእከልናዶ ኣሎ ወይስ ኣይፋሉን፣ ማለት ከምኡ ኢሎም ደቂ እስራኤል ሓደ ሓደ ግዜ እግዚኣብሄር መሪሑ ኣውጺእዎም እንድዩ ግን ኣብ ሓደ ቦታ ማይ ናብ ዘይብሉ ቦታ ምስ ከዱ ሕማቕ ነገር ስለ ዘጋጥሞም ከቢድ ጽንኩር ኩነታት ስለ ዘጋጥሞምሲ ንህላውነት ኣምላኽ ኣብ ማእከሎም ክሒዶም እዚኸ ምኽኑይ ድዩ ምኽኑይ ድዩ ናይ ግድን ኣብቲ ዝሓለፈ መጽናዕትና ከም ዝረኣናዮ እግዚኣብሄር እኮ ብሩባሩባ ድነ ሞት ክሓልፍ ይፈቅድ እዩ፣ ሓደሓደ እውን ኣብ ልሙዕ ሸኻ ኢልናዮ ነይርና ኢና። ስለዚ እቲ ዝንቡዕ እዩ ኣተሓሳስባ ወይ ማይንድ ሴት እዩ፣ ኩሉ ነገር ክርህወካ ከሎ፣ ኩሉ ነገር ጥጡሕ ክኸውን ከሎ ኣምላኽ ምሳኻ ኣሎ፣ ጸገም ከጋጥመካ ከሎ ግን ኣምላኽ ምሳኻ የለን ዝብል ምሉእ ብምሉእ ትኽክል ኣይኮነን ማለት እዩ። ንቐይሕ ባሕሪ ድሕሪ ምስጋሮም ኣምላኽ ንእስራኤል ናብ ንቑጽ ምድሪ መሪሕዎም። ካብ ማይ ምስ ወጹ ገለ ኣብ ማራ ረኸቡ ገለ ኣብ ማራ ረኸቡ ይኹን እምበር እቲ ማይ ዝስተ ኣይነበረን ስለዚ ማራ ዝብሃል ቦታ ኣብኡ ማይ ረኺቦም እዮም እቲ ማይ ግን ዝስተ ኣይነበረን። እቲ ኣብ ጥቕሲ ኣብ ዘጸኣት ዓሰርተ ሓሙሽተ ካብ ዕስራን ክልተን ክሳብ ዕስራን ሰለስተን ከነንብቦ ንኽእል ኢና። እቲ ማይ ናብ ዝስተ ምስ ተቐየረ ብተኣምራት ኣምላኽ፣ ኣምላኽ ጌና ናብ ንቑጽ ምድሪ መርሖም። ገለ ካብኣቶም ኣምላኽ ብጽምኢ ማይ ክቐትሎም ከም ዝደለየ ገይሮም ሓሰቡ። ስለዚ እቲ ኣተሓሳስባ ርድኢት ማለት እዩ። ኣምላኽ ብኸመይ ይመርሕሲ ትኽክል ዝኾነ ርድኢት ኣብ ቃሉ ዝተመስረተ ርድኢት ገና ኣየማዕበሉን ነይሮም። ስለዚ ክርህወካ ከሎ ንኣምላኽ ተምልኽ፣ ክጽግመካ ከሎስ ንእግዚኣብሄር ትጽውዕ፣ ብእኡ ትኣምን፣ ኣብ ኩሉ ህይወታ ክቀያየር ከሎ ደኣ እምበር፣ ክርህወካ ከሎ ኣምላኽ ምሳይ ኣሎ ኢልካ ትሕጎስ ተመስግን፣ ክጽግመካ ከሎ ከኣ ንእግዚኣብሄር ትኸስስ ወይ ተዕዘምዝም ወይ ተጉረምርም፣ እንተደኣ ኮይኑ ጌጋ እዩ ማለት እዩ ምኽንያቱ እግዚኣብሄር ስሙ ክንጽውዕ እቲ ጸገማትና እኳ ደኣ ብዝያዳ ድኻምና ዘዘኻኽረና ውሱናት ምዃንና ዝነግረና ሓገዝ ካብ እግዚኣብሄር ንኽንደሊ ዝደፋፍኣና ኮይኑ ክርከብ እዩ እግዚኣብሄር ዝደልዮ ስለዚ ዘድልየና መሰረታዊ ነገራት ኣምላኽ ከማልኣልና ከም ዝኾነዶ ክርስትያናት ክጽበዩ ኣይግባእን ብርግጽ ከምኡ እዩ ዝብል ስለምንታይ ብትበልዕዎን ብትሰትይዎን ትጭነቑ ኣህዛብ ኩሉ የድልዮም እዩ፣ ሰማያዊ ኣቦኹም ድማ እንታይ ከም ዜድልየኩም ይፈልጥ እዩ ኢሉ የሱስ ይምህር። ህሉው ኩነታቶም ክግንዘቡን ይጥንቀቐሎምን ይሓልየሎምን ከም ዝነበረ ክዝክሩን ኣምላኽ ደለየ። ኣምላኽ ከም ዘድልዮምን ብዘይብኡ ዋላ ሓንቲ ክገብሩ ከም ዘይክእሉን ክስቆሮም ነገሮም። ናይ ብሓቂ እዚ ክስቆሮም ዝብል ቃል ናይ ብሓቂ ጦብላሕ ክብሎም ወይ ድማ ክፍለጦም ኣጸቢቑ ነይሩዎ። እግዚኣብሄር ድማ ብዛዕብኡ፣ ብዛዕባ መገድታቱ፣ ብዛዕባ ቃሉ ጽቡቕ ዝኾነ ርድኢት፣ ዓሚቕ ዝኾነ ርድኢት ክህልወና ስለ ዝደሊ ሓደ ሓደ ግዜ እንተ ምስማዕ ኣቢና ናብ ጽንኩር ኩነታት ክመርሓና ይኽእል እዩ ማለት እዩ። ኣምላኽ በቲ ኣብ ልዕልና ዘውርዶ ምሕረቱ መብዝሕትኡ ግዜ ኣብ ቀሊል ቦታታት ኣየቕምጠናን እዩ። ከምኡ እንተ ዘይገብር ነይሩ ኩሉ ከም ዘሎና ተሰሚዕና ነቲ ኣብ ግዜ ስእነትና ሓጋዚና ዝኾነ እግዚኣብሔር ኣምላኽ ምረሳዕናዮ ነበርና። ምስኪናት ምዃንና ምእንቲ ክንግንዘብ ልክዕ ከምቲ ህጻን ምስ ጠመየ ወይ ምስ ጸምኤ ንምድራዊ ኣቦኡ ዝጽውዕ ንሓገዝ እግዚኣብሔር ምጽዋዕ ምእንቲ ክንመሃር ተስፋ ምቑራጽን ፈተናታትን ኣብ ልዕሌና ክወርድ ይፈቅድ እዩ። ምናልባት ንገሌና እዚ ኣተሓሳስባ እዚ እዚ ርድኢት እዚ ሓድሽ ክኸውን ይኽእል እዩ፣ ግን ናይ ብሓቂ ዘበርትዕን ዘጸናንዕን ድማ ክኸውን ይኽእል እዩ፣ ምኽንያቱ ኣምላኽ ንዓና ናብኡ ንኽንጥምት ንዕኡ ንኽንፈልጦ ንኽንኣምኖ እዩ ዝደልየና፣ ስለዚ እቲ ኩነታት ይቀያየር ብዘየገድስ ኣብ ኩሉ ንእግዚኣብሄር ክነኽብሮ ከም ዘለና ተስፋ ክንቆርጽ ከም ዘይብልና ክንሕለል ከም ዘይብልና እዩ እቲ መልእኽቲ ኣብ መጽሓፍ ቅዱስ ንረኽቦ ማለት እዩ። ንፈተና ቅሉዕ ምዃን ሕጂ ብዛዕባ ናይ የሱስ ተፈተነ መጽሓፍ ቅዱስ ይዛረብ ወንጌል ማቴዎስ ምዕራፍ ኣርባዕተ ሽዑ መንፈስ ንየሱስ ብዲያብሎስ ክፍተን ናብ በረኻ ኣውጾ ይብል ሕጂ ብዲያብሎስ ክፍተን እዩ ማለት እዩ ሓደ ሓደ ግዜ ብናይ ገዛእ ርእስና ሕማቕ ትምኒታት ንፍተን ኢና ስለዚ ኣብ ዝሓለፈ ግዜ እውን ከም ዝረኣናዮ እንተ ዝተፈላለየ ሽግር ክመጽእ ከሎ መንቀሊኡ መበገሲኡ ዝተፈላለየ ክኸውን ይኽእል እዩ። ናይ ብሓቂ መፍትሒ ናይ ሽግርካ ትደሊ እንድሕር ኣለኻ ኮይንካ ወይ ትደልዪ እንድሕር ኣለኺ ኮይንኪ እቲ ሽግር ብኸመይ ከም ዝመጸ እቲ ጠንቂ እቲ መበገሲ እቲ መንቀሊ ክፍለጥ ክኽእል ኣለዎ። ምክንያቱ መፍትሒ ኣብ ምምጻእ ኣዝዩ ኣገዳሲ እዩ። እቲ መንቀሊ መበገሲ ክትፈልጥ መታተይ ትኽክል ዝኾነ ስጉምቲ ንክትወስድ ንመፍትሒ ንምምጻእ ጠንቂ ክትፈልጦ ክትክእል ኣለካ። ስለዚ ብናትካ ድኻማት፣ ሕማቕ ትምኒታት፣ ብናትካ ኣሉታዊ ጎንታት እንድሕር ዝመጽእ ኣሎ ኮይኑ፣ ኣብቲ ክትፍተነሉ ዘይትክእል ቦታ ክትህሉ የብልካን፣ ክትገብሮ ዘይግባእካ ወይ ናብ ክትከዶ ዘይግባእካ ቦታ ክትከይድ የብልካን፣ ድኻምካ ፈሊጥካ ክግበር ዝግበኦ ቅድመ ምድላዋት ክትገብር ትክእል ኢኻ ማለት እዩ። ስለዚ ሓደ ሓደ ግዜ ብናይ ገዛእ ርእስኻ ሕማቕ ትምኒታት ክትፍተን ትክእል ኢኻ ይብል መጽሓፍ ቅዱስ። ኣብ ካልእ እዋን ኣብ ክንፍተለሉ እንኽእለሉ ቦታ ወይ ኩነታት የቐምጠና እዩ። ንኣብነት ንፈተና ናብ ዘቃልዕ ኩነታት ኣምላኽ ባዕሉ ክመርሓና ይኽእል እዩ ማለት እዩ። እዚ ከዓ ከምኡ ኣሎ ከምቲ ኣቐዲመ ዝበልክዎ ማለት እዩ። ስለዚ ኣብቲ ካልኣይ ኩነት ማለት ኣብቲ ንፈተና ናብ ዝተቃልዐ ኩነታት ክመርሓና ከሎ ኣምላኽ እዩ ዝፍትነና ዘሎ ምእንቲ ከንፀሃና ኣብ እቶን ወይ ቁራዕ እዩ ዘእትወና ዘሎ ወይ ድማ ንፈተና ኢድና እንተሂብና ክንቃፀል ማለት እዩ። ኣብ ከምዚ ዝኣመሰለ ኵነታት ናብ መብጽዓታት ኣምላኽ ክንለግብ የድልየና። ሕጂ ኣብ ቀዳማይ ቆሮንጦስ ምዕራፍ ዓሰርተ ፍቕዲ ዓሰርተ ሰለስተ እንታይ ይብለና? ካብ ዓቕምኹም ንላዕሊ ክትፍተኑ ኣይሓድገኩምን። እዚ ተስፋ ናይ ኣምላኽ እዩ። ስለዚ ሕልናና ክንዓርፍ፣ ተስፋ ክንቆርጽ ኣይግባኣናን። ኢድና ክንህብ ንፈተና ኣይግባኣናን። ምኽንያቱ ኣምላኽ ዓቂኑ መጢኑ እዩ ነቲ ኵነታት ነቲ ጽንኩር ኵነታት ኣምጺእልና ዘሎ። ናይ ነፍሲ ወከፍ ዓቕሚ ይፈላለ እዩ። ግን ኣምላኽ ኩሉ ይርኢ ኣሎ ከምኡ ዝብል ተስፋ ኣሎ። ካብ ዓቕምና ንላዕሊ ክንፍተን ስለ ዘይሓድገና ነቲ ኣጋጢሙና ዘሎ ጽንኩር ኩነታት ኣምላኽ መዋጽኦ ክፈጥረልና እዩ። ንፈተና ድማ ከምቲ የሱስ ዝገበሮ ጌርና ክንገጥሞ ኣሎና። ኣብ ወንጌል ሉቃስ ምዕራፍ ኣርባዕተ ካብ ሓደ ክሳብ ዓሰርተ ሰለስተ እንታይ እዩ ዝብል? ንነፍሲ ወከፍ ናይ ድያብሎስ ፈተና የሱስ እንታይ ኢሉ? ጽሑፍ እዩ፣ ጽሑፍ እዩ፣ ጽሑፍ እዩ እንዳበለ መሊሱ። ሰይጣን ክፍትኖ ኸሎ፣ የሱስ ድማ እዚ ፈተና እዚ ብመንጽር ቓል ኣምላኽ ከመይ ኢሉ ይርእዮ? ሽዑ ኣንጻር እቲ ጽሑፍ ቃል ኣምላኽ ኰይኑ ስለ ዝረኸቦ፣ ኖእ፣ ጽሑፍ ከምዚ ስለ ዝብል፣ ኢደይ ኣይህብን እየ ንፈተና ይብል። ስለዚ፣ መጽሓፍ ቅዱስ ምፍላጥ፣ ፍቓድ ኣምላኽ ምፍላጥ ድማ ንፈተና ክንቃወም ኣዝዩ ሓጋዚ እዩ። እኳ ደኣ መጽሓፍ ቅዱስ ዝመጸ ቃል ኣምላኽ ወይ ድማ ንመፅሓፍ ቅዱስ ንቃል ኣምላኽ እንታይ ይብሉ ክልተ ዝኣፉ ሰይፊ ይብሎ ክልተ ዝኣፉ ሰይፊ ብሰይፊ ጌርካ ትዋጋእ ወተሃደር ልክዕ ኣብ መንፈሳዊ ጉዕዞ ድማ መፅሓፍ ቅዱስ ቃል ኣምላኽ ምፍላጥ ከም ክልተ ዝኣፉ ሰይፊ ምሓዝ ማለት እዩ ኣብ ፈተና እንተተረፍናኸ ሽዑ እንተወደቕና መድሓኒ ከም ዘሎና ክንዝክር ይግባኣና ማለት ንፈተና፣ ንሓጥያት ክንገብር፣ ሕማቕ ነገር ክንገብር ኢልና ከም መደብ ምውጻእ ፈጺሙ ዘይሕሰብ እዩ። ከምኡ ክንገብር የብልናን። ግን ክምብል በለ እምበር ኣይተኻዕወን ዝብል ኣሎ። እንተ ደኣ ሓጥያት ጌርና፣ ጌጋ ጌርና እንተ ደኣ ወዲቕና፣ ብህይወት ድማ እንተ ደኣ ኣለና፣ ናይ ግድን እግዚኣብሄር ክሕግዘና እዩ። መድሓኒ ኣለና። የሱስ፣ ስም እግዚኣብሄር ክንጽውዕ ኣለና ማለት እዩ። እምነትና ንምብርታዕ። ሕጂ ስለምንታይ እዩ ኣብ ከምኡ ዝኣመሰለ ጽንኩር ኩነታት እግዚኣብሄር ክንኣቱ ዝፈቅድ ተላኢልና? እምነትና ንምብርታዕ እዩ። እቲ ምፍታን እምነትኩም ብምግሃድ የሱስ ክርስቶስ ንምስጋናን ስብሓትን ክብርን ብሓዊ ካብ ዝኹላዕ ሓላፊ ወርቂ ኣዝዩ ከቢሩ ምእንቲ ክርከብ እንተ ኣድለየስ ሕጂ ብብዙሕ ዝዓይነቱ ፈተና ምስ ጎሄኹም ብእኡ ክትሕጎሱ ኢኹም ይብል። ስለዚ ሃዋርያ ጴጥሮስ እንታይ ይብል ኣሎ? ብሓዊ ካብ ዝኹላዕ ንሓላፊ ወርቂ ኣዝዩ ከቢሩ ምእንቲ ክርከብ። ስለዚ በብዓይነቱ ዝኾነ ፈተና እንተጎሄኹም ብኡ ክትሕጎሱ ኢኹም ይብል። ጴጥሮስ ነቶም ፋሕ ኢሎም ዝነበሩ ጸሓፈሎም። ቀዳማይ ጴጥሮስ ምዕራፍ ሓደ ፍቕዲ ሓደ ንረኽቦ። እቶም ኣብ ምድሪ ዝመላለሱ ከም ኣጋይሽን ከም ስደተኛታትን ምዃኖም ክዝክሩ ከምቶም እተሓይሽ ማለት ሰማያዊት ሃገር ዝናፍቑ ክኾኑ ኣለዎም ኣብዚ ምድሪ እዚ ተጓዓዝቲ ኢና፣ ኣጋይሽ ኢና፣ መጻእተኛታት ኢና፣ ዋላ ሓደ ሰብ ኣብዚ ምድሪ ዝነብር የለን፣ ዕድሜና ኣዝዩ ሕዶት እዩ፣ ግን ኣብዘን ዘለዋና ዓመታት ንእግዚኣብሄር ፈሊጥና ኣብ ሰማይ ቤት ክህልወና መታን ፍቓዱ ክንፈልጥ ምድሓንና ክነረጋግጽ ጥራሕ እዩ ዘለና፣ ስለዚ እቲ ፈተና ከኣ ንዕላማ እምነትና ንምብርታዕ እዩ እግዚኣብሄር ዝፈቕዶ ዘሎ፣ ነታ ሰማያዊት ሃገር ክንናፍቕ ከም ዘለና፣ ትሓይሽ ካብዛ ዓለምዚኣ ዝበለጸት ማለት እዩ ንሕና ውሁዳን ኢና ውሑዳን ኢና እንታይ ማለት እዩ ማይኖሪቲ ማለት እዩ መብዝሕትኡ ግዜ ድማ ግዳያት ላግፅን መስጎግትን ንኸውን ኢና ንእምነትና ንምብርታዕ ኣምላኽ ነዚ ክኸውን ይፈቅድ እዩ ስለዚ ፈተና መከራ ሽግር ኣብ ህይወት እግዚኣብሄር ንዓና ንምብርታዕ ናብኡ ንክንጥምት ዝገብር ክኸውን እዩ ዝደልዮ መከራታት ከመይ ኣቢሉ እዩ ንእምነትና ዘበርትዕ እምነትና ናብቲ ሸቶ ከተኩር ይሕግዘና ናብቲ ዕላማ ማለት እዩ ናብ እግዚኣብሄር ናብቲ ሰማያዊ ሃብቲ ወይ ናብ ካልኣይ ምፅኣት የሱስ ክርስቶስ ናብኡ ክነተኩር ይገብረና ሓገዝ ከም ንደሊ ካብ እግዚኣብሄር ካልእ ኣብ ኩሉ እቲ መስርሕ ድማ ኣብ ኣምላኽ ንክንውከል ይሕግዘና ምክንያቱ እንተ ጸገም ዘየጋጢምካ ኩሉ ኩነታት ጥጡሕ እንተ ኮይኑ ምናልባት ንኣምላክ ክትረስዕ ትክእል ኢካ ግን ዘዘካክረካ ዘነቃቅሓካ ህላውነትካ ኣበይ ከም ዘለካ ዘፍልጠካ ድማ እግዚኣብሄር መስርሕ ንባዕሉ ኣብ ኣምላክ ንክንውከል ይሕግዘና ካልእ ኣብቲ ናይ እምነት ጉዕዞና እንቅፋት ንዝኮነ ዘበለ ኩሉ ጎይታ ንኸጽርዮ የኽእሎ ማለት እዩ። ሕጂ እቲ ሽግር ክመጽእ ከሎ መብዛሕትኡ ግዜ ገለ ገለ ድኻማት እንድሕር ኣለና ዘይተፈለጠና ኣብ ገለ ጽንኩር ኩነታት ምስ ኣለና እቲ ድኻምና ክፍለጠና ይኽእል እዩ። ስለዚ እግዚኣብሄር በዚ ክረኦ ከሎ ድማ ሕቡእ ነገር ንዓና ዘይተፈለጠና ዘይተራእየና ድኻማት እንድሕር ኣሎ ክሰዓር ዘለዎ ንዕኡ ዝገልጽ ንዕኡ ናብ ብርሃን ዘምጽእ ኩነታት ይፈጥር ማለት እዩ። በዚ እንታይ ማለት እዩ የጽርየና ክንጸረ ስለ ዘይደሊ እንድሕር ድኻምና ዘለና ሽግራት እንተ ተረዲእና ጸገማትና ማለት ናይ እግዚኣብሔር ባህርያት መልክዕ ካራክተር ጠባይ ዘይኮነ እንተሎ ሽዑ ናብ እግዚኣብሔር ኣፍሊጡና ኣሎ ሽዑ ሓገዝ ካብ እግዚኣብሔር ንደሊ ሽዑ እቲ ድኻምና ንስዕሮ ውሽጥና ድማ ፅሩያት ንኸውን ኣብ ቅድሚ እግዚኣብሔር ፅሩያት ልቢ ንኣምላኽ ክርእይዎ እዮም እሞ ብፅኣን እዮም ይብል ስለዚ ፅኩር ኩነታት እምነትና ንምብርታዕ ኢልናዮ ኣለና ሓደ እዚ ግብራዊ ዝኾነሉ ድማ እንታይ እዩ ንዓና ዘይተፈለጠና ስውር ነገር ከም ይቕላዕ ይግለፅ ማለት እዩ ኣብኡ ዘሎና እምንቶ ምእንቲ ከነደልድል እምበኣርሲ ነቲ ብዙሕ ዓስቢ ዘለዎ ትብዓትኩም ኣይትደርብይዎ ይብል። ሕጂ ሓደ ሓደ ግዜ ኣብ ዕላማ እንዳሃለኻ ወይ ናብ ጽቡቕ ዝኾነ ዕላማ እንዳተጓዓዝካ ከለኻ ግን በቲ ኣጋጢሙካ ዘሎ ጽንኩር ኩነታት ንኹሉ ጠንጢንካዮ ሓዲግካዮ ንድሕሪት ክትምለስ ትፍተን ኢኻ። ግን ኣጆኹም እዩ ዝብል ዘሎ። ስለዚ እባ ነቲ ብዙሕ ዓስቢ ዘለዎ ትብዓትኩም ኣይትደርብይዎ። እኳ ደኣ እቲ ጽንኩር ኩነታት እቲ ጋብያ ዑፍ ተመሲሉ ዘሎ ንሱ እግዚኣብሔር ዕላማ ኣለዎ እቲ ዕላማ እግዚኣብሔር ክፍጸም መታንሲ ተስፋ ኣይትቑረጹ እዩ ዝብል ስለዚ እቲ ዓብ ዓስቢ ድማ እዚ ኩሉ ምስ ሓለፍና ዘለኣለማዊ ዕረፍቲ ኣሎ ልዕሊ ኩሉ ከዓ ኢየሱስ ኣብቲ ዝመጽእ ዓለም ዘይኮነ ጥራሕ ናይ ዘለኣለም መንግስቲ ዝህበና ሕጂ እውን እንተኾነ ሰላሙን ሓጎስን ክህበና ምሳና ኣሎ እቲ ዓቢ ፍልልይ ዝገብር ድማ ንሱ ምሳና ምህላው እዩ ማለት እዩ። ዮሃንስ መጥምቕ ንኣብነት ተደኣ ሪእና ንሓቂ ብምጥባቑ ተኣሲሩ እዩ። ፌረዶስ ኢልዎ እቲ ንጉስ ሰበይቲ ሓውኻ ንዓኻ ክትከውን ትኽክል ኣይኮነን ኢሉ ገሲጽዎ እዩ። ብኣምላኽ ከም እተረስዐ መሲሉ ከምዚ ዝኣመሰለ ዓቢ ነብዪ ቤት ማእሰርቲ ኣትዩ። ኣብ ከምኡ ዝኣመሰለ ዅነታት ከመይ ኣቢሉ እዩ ሓደ ሰብ እምንቶኡ ኣብ ኣምላኽ ከዕቅብ ዝኽእል? ንላይ ስእሊ እዚ ከም ዮሃንስ ገናብ ስእላዊ ኣብ ቤት ማእሰርቲ በይኑ ተዓጽዩ ማለት እዩ። ብእምነት መብጽዓታት ኣምላኽ ብምዝካር ኣብኡን ኣብ ኩሉ እቲ ኣብ ቃሉ ተጻሒፉ ዘሎን ምውካል እዩ። ከመይ ጌርና ኢና ካብ ከምዚ ዝኣመሰለ ጸበባ ንወጽእ? ብእምነት እዩ። ናይ ኣምላኽ መብጽዓ ተስፋ ምዝካር፣ ኣጆኹም ኣይሓድገኩምን እየ፣ ምሳኹም ኣሎኹ ንዝበሎ ኣብ ኩሉ እቲ ኣብ ቃሉ ኣብኡ ከኣ ምውካል እዩ። መጽሓፍ ምሳሌ ምዕራፍ ሰለስተ ፍቕዲ ሓደ እንታይ ይብለና? ሕጊ ኣምላኽ ዘይምርሳዕ። ኣብ ምሳሌ ሰለስተ ፍቕዲ ሓሙሽተ እንታይ ይብለና? ኣብ ኣምላኽ ምውካል። ብዛዕባ ኣብ ምሳሌ ሰለስተ ሸውዓተ እንታይ ይብለና ካብ እከይ ምርሓቅ ኣብ ምሳሌ ሰለስተ ዓሰርተ ክልተ እንታይ ይብለና ኣምላኽ ዘፍቅር ምዃኑ ኣምላኽ ፍቅሪ ምዃኑ ዝሓልየልና ምዃኑ ክጎድኣና ኢሉ ዝገብሮ ነገር ዋላ ሓንቲ የልቦን ኣብ ኤርምያስ ዕስራን ትሽዓተን ዓሰርተ ሰለስተ ከ እንታይ ይብለና ንኣምላኽ ብምሉእ ልብና ክንደልዮ ከም ዘለና ክርከበልና ድማ እዩ ኣብ ሮሜ ሸሞንተ ዕስራን ሸሞንተ እንታይ ይብለና ኩሉ ንጽቡቕ ክኸውን እዩ። ኣብ ካልኣይ ቆሮንጦስ ዓሰርተ ክልተ ፍቕዲ ትሽዓተ እንታይ ይብለና? ኣምላኽ ከበርትዓና ምዃኑ። ኣብ ዕብራውያን ዓሰርተ ሰለስተ ፍቕዲ ሓሙሽተ እንታይ ይብለና? ኣምላኽ ፈጺሙ ከም ዘይሓድገና። እዚ ኩሉ ክንዝክር ይግብኣና ኣብ ከቢድ ኩነታት ከምቲ ናይ ዮሃንስ መጥምቕ ክንወድቕ ከለና። ንፈተናታትን ጸገማትን ብኦም ኣቢልና ከም ንነጽህን ንብርትዕን ደኣ እምበር ከም ሓደ ሓድሽ ነገር ዝበጽሓና ኮይኖም ክሕሰቡ የብሎምን። ኣብቲ ዝመጽእ ህይወት እቶም ሕጂ ዝድንጽዉና ነገራት ክንርድኦም ኢና። ንምኽርታት ቃል ኣምላኽ ክንስዕብ ከሎና ከመይ ዝበለ ዓቢ ሓገዝ ከም ዝነበረናን መላእኽቲ ኣምላኽ ንኽሕልዉና ኣምላኽ ከም ዝመዘዞምን ክንግንዘብ ኢና። ሕጂ ኩሉ ኣይክርዳኣናን ይክእል ይከውን ግዚኡ ምስ ኣኣከለ ግን እግዚኣብሄር ኩሉ ክገልጸልና እዩ ብዝኮነ ብእምነት ክንነብር ኣለና እግዚኣብሄር ብብርቱዕ ፈተና ብጽንኩር ኩነታት ከሕልፈና ከሎ ንጽቡቅና ስለ ዝሓሰበ እዩ እሞ ተስፋ ኣይንቁረጽ ሕልናና ኣየነዕርብ ቃል ኣምላክ ነንብብ ቃል ኣምላክ ነጽንዕ ንእግዚኣብሄር ንፍለጦ ክንፈልጦ ድማ ንስዓቦ እዩ እቲ መልእክቲ ማለት እዩ እሞ ናብ ዝመጽእ ምዕራፍ ራብዓይ ክፋል ክሳብ ንራኸብ ዝመጽእ ሰሙን ኣምላኽ ምስ ኩልኹም ይኹን። እግዚኣብሔር ይባርኽኩም። በዚ መልእኽቲ እዚ ተጸናኒዕኩም በርቲዕኩም ክትኮኑ ተስፋ ይገብር። ሕጂ ድማ ከምቲ ብጸሎት ዝጀመርናዮ ብጸሎት ድማ ክንዓጽዎ ኢና ንመደብና ንጸሊ። ብሩኽ ኣምላኽ ኩሉ ዝፈጠርካ ኣምላኽ ሰማይን ምድርን ዝፈጠርካ ኣምላኽ ንዘለኣለም እትነብር ኣምላኽ ብጎይታና የሱስ ክርስቶስ ተመስገን። እንሆ ስለቲ ተስፋኻ ስለ መደባትካ ንህይወትና ክትመርሕ ከለኻ ንስኻ ከም ብእምነት ክንብርትዕ ንዓኻ ክንፈልጠካ ስለ እትደልየና እዩ'ሞ ኣብ ኩሉ ጉዕዞ ህይወትና ተስፋ ከይንቆርጽ ከይንሕለል ናይ ብሓቂ ክንጸንዕ ንዓኻ ክንፈልጠካ ቃልካ ምንባብ ክንፈቱ ንስኻ ባርኸና ንኹሎም ነዚ ዝሰምዑ ድማ ባርኮም ምስትውዓል ሃቦም ንዓኻ ክፈልጡኻ ወኣምላኽ ምድሓንካ ክቕበሉ ምስኦም ኩን ተመስገን ስለ ዝነበረና ግዜ ነመስግነካ ኣለና ብስምቲ ተፍቅሮ ወድኻ የሱስ ክርስቶስ ንጽሊ ኣሜን። ሕራይ ክቡራት ሰማዕቲ እምበር ኣብቲ ዝቕጽል ሰሙን መደብና ክሳብ ንራኸብ ደሓን ቀንዩ ሰላም ኣምላኽ ምስ ኩልኹም ይኹን።